ጌታ ይባረክ። እግዚኣብሔር ይመስገን ናብቲ ልማዓንቲ ተዳደዮ ደለኹ ናይ እግዚኣብሔር ሓሳብ ክንከይድ ኢና ቅድሚኡ ግን ሓደ ቃል ከነበበ ጎይታ ይመስገን እስኪ

ኣብ ቅድሚ ወዲ ሰብ ደው ንምባልን ሓይሊ ምእንቲ ክትረኽቡ ኩሉ ሳዕ እናጸሌኹም ንቕሑ። ደግሞ'የ እዚ ቃል ኣብ ሉቃስ ምዕራፍ ዕስራን ሓደን ካብ ፍቕዲ ሰላሳን ሽዱሽተን እየ ዘንብበ ዘለኹ። ስለዚ ካብዚ ዝመጽእ ኩሉ ነገር ንምምላቑን ካብዚ ዝመጽእ ኩሉ ነገር ንምምላቑን ኣብ ቅድሚ ወዲ ሰብ ደው ንምባልን ሓይሊ ምእንቲ ክትረኽቡስ ኩሉ ሳዕ እናጸሌኹም ንቕሑ። ጎይታ ደጊምና ክብሪ ንህበካ ኣለና ንስኻ ብኽብሪ። ብጸጋ ኣብ ማእከልና ስለ ዘለኻ መዓልቲ ድማ ነዚ ቃል እዚ እግዚኣብሔር ኣብ ልበይን ኣብ ልቢ ኣሕዋተይን እግዚኣብሔር ወይ ስለ ኣብርሆት እትህቦ እዚ ቃል እዚ ድማ ኣብ ውሽጥና ልክዕ ከምቲ ዕፅምቲ ንስጋ ሰብ ኣፅኒዑ ደው ዘብሎ እዚ ቃል እዚ ድማ ጎይታዬ ኣብ ቅድሚ ኩሉ ኩነታትና ደው ኣቢሉ ከሳግረና ይጽሊ ኣለኹ። ነቲ ምስ ኩሎም ቅዱሳን ከረስቴኩም ዝከኣሎ ቃል ጸግኡ እማሕጽነኩም ኣለኹ ተባሂሉ ከም ተጻሕፈ ብስም የሱስ ጎይታየ ምስ ኩሎም ቅዱሳን ከረስቴና ዝከኣሎ ቃልካ ሎም መዓልቲ ኣብ ማእኸልና ይገለጽ ብስም የሱስ ንስኻ ኣብ ማእከልና ከም ንጉስ ክብሪ ኣብ ዙርያና ድማ ከም ቀጽሪ ሓዊ ኮንካ ስለ ዘለኻ ክብሪ ንበካ በኢየሱስ ስም ኣልባብ ነፍሲ ወከፍ ክኽፈት በዚ ቃል እዚ ድማ ክምላእ እግዚኣብሔር ወይ ሕቶ ነፍሲ ወከፍ ክትምልስ እጽልይ ኣለኹ እሙን ኢኻ እሞ ስለ ትገብሮ ተመስገን በኢየሱስ ስም ኣሜን እሺ ፌስቡክ ደለኹም እዚ ቃል እዚ ንገለ ሰባት ክጠቅም ይኽእል እዩ ትብልዎ እንተ ኮንኩም ሼር ክትብልዎ ደስ ዝብለኒ ጎይታ ይባርካ ጆኒ ሓወይ ኣብ ዙም ኮንኩም ትከታተልና ዘለዎም ኣሕዋት ድማ ጎይታ ይባርኽኩም ተባረኹ እሺ ድሓለፈ ክልተ ሰሙን ዝጀመርናዮ ሓሳብ ኣምላኽ እየ ሎመዓልቲ ቀፂለ ከካፍለኩም እቲ ሒዝናዮ ዘለና ርእስቲ ፕሬዝ ጋድ ጎይታ ጥዑም ደስ ደብል ናይ እግዚኣብሔር ህላዊ ኣብ ማእከልና ኣሎ። ሒዝናዮ ደለና ኣርእስቲ ተጠንቀቁን ንቅሑን ጸልዩን ድብል እዩ። እዚ ሓሳብ እዚ ጥቅልል ኢሉ ኣብ ማሪቆስ ምዕራፍ ዓሰርተው ሰለስተ ፍቅዲ ሰላሳን ሰለስተን ንረክቦ። እሱ ድማ ከምዚ ይብል እቲ ግዜ እራይ እቲ ግዚኡ መዓዝ ምዃኑ ኣይትፈልጥዎን ኢኹም እሞ ተጠንቀቁ ንቕሑን ጸልዩን ኢሉ ናይ እግዚኣብሄር ቃል እቲ ግዚኡ መዓስ ምዃኑ እዚ ብዛዕባ ምጽኣት ጎይታናን መድሓኒናን የሱስ ክርስቶስ እቲ እንኮን ብሉጽን ተስፋና ማለት እዩ ሃሌሉያ ኣውሽ ኩሉ ሰብ ነዚ ተስፋ እዚ እንተ ዝፈልጦ ጎይታ ይመስገን እና ናይ ዳሓለፈ ደይነበርኩም ኣሕዋት ክትልዉ ስለ ትኽእሉ ትንክፍ ትንክፍ ኣቢለዮ ክሓልፈ እግዚኣብሔር ይመስገን ኣሕዋተይ ክርስትና ጥንቃቄ ንቕሓትን ጸሎትን ዘድልየ ጉዕዞ እዩ ከም ኩሉ ሰብ ብትጓዓዞ ጉዕዞ ኣይኮነን ብሓለፈ ኢለ ነይረ ሸቃጢ እንቋቑሖን ሸቃጢ ጫማ ወይ ድማ ሳእንን ሓደ ዓይነት ኣይኮኑን። እቲ ሸቃጢ እንቋቑሖ ተሰኪምዎ ደለ ስለ ዝፈልጥ ተጠንቂቑ እዩ ዝኸይድ። እቲ ሸቃጢ ሳእኒ ግና እናደረበዮ ክኸይድ ይኽእል እዩ። መንገድና ጥንቃቄ ዘድልዮ፣ ንቕሓት ዘድልዮ፣ ጸሎት ዘድልዮ ጉዕዞ ምዃኑ ደጋጊመ ከዘክረኩም ደስ ዝብለኒ ስለዚ ከኣ እያ ማቴዎስ ምዕራፍ ዓሰርተ ሰለስተ ፍቕዲ ዓሰርተ ኣርባዕተ ክዛረብ ከሎ እታ ናብ ጥፍኣት እትወስድ ደገ ርሑብቲ እያ ኢሉ መገዳውን ገፋሓ እሞ እቶም ብኣኣ ዝኣትዉ ድማ ብዙሓት እዮም እም፣ እታ ናብ ህይወት እትወስድ ደገ ግና ጸባብ መገዳውን ቀጣን እያ እቶም ዝረኽብዋ ከኣ ሕደት እዮም እሞ በታ ጸባብ ደገ እተው ኢሉ ኣሕዋተይ ጉዕዞና ጉዕዞ ጸባብ ደገ እዩ። ከም ድሌትካ ሸብዳዕዳዕ እናበልካ ትኸደሉ ጉዕዞ ኣይኮነን። እዚ ክብል ከለኹ ግን ነፃነትና ንምሕራም ኢለ ኣይኮንኩን። የግዳስ ኣብ ምድሪ ጽፉፍን ቅርጡን ዝኾነ ህይወት ንዓኻ ነቶም ኣብ ዙርያኻ ደለዉ ጸልዩ ናብ ህይወት ደምጽእ ሓሳብ ኣምላኽ ደፍጽም ህይወትን ጉዕዞን ማእታን ክህልወና እዩ። ጎይታ ይባረኽ። ብዙሓት ሰባት ንክርስትና ከም ንእሽቶይ መሓዩር ወይ ድማ ማእሰርቲ ገይሮም ዝወስድዎ ኣለዉ። ኖ ወይ እኳ ደኣ ኣብቲ ገፊሕ መንገዲ ኣብኡ ደሎ ዓዘቕቲ ኣብኡ ደሎ ርኽሰት ኣብኡ ደሎ ውርደት ኣብኡ ደሎ ጭንቀት ኣብኡ ደሎ ፍርሒ ኣብኡ ደሎ ተስፋ ምቑራፅ ርሰንካውን ታበል በታ ጸባብ መንገዲ ክትከድ ከለኻ ግን ጾርካ ሒደት እዩ መጢንካ ኢኻ ትነብር ናይ ሂወት ትርጉም ተረዲእካ ብሰላም ብሓጎስ ብዕረፍቲ ናይ ምድሪ ጉዕዞኻ ትወድእ ስለዚ I want to encourage you ክርስትያናት ድኾንኩም ዳግም ምስ ተወለድኩም ኣሓትን ኣሕዋትን መልእኽተይ እዚ ንዓኻትኩም እግዚኣብሔር ይመስገን ጉዕዘና ጽቡቕ እዩ ናይ ማራቶን ጉዕዞ እዩ ነዊሕ ጉዕዞ እዩ የግዳስ ጥንቃቄ ዘድልዮ ጉዕዞ ምዃኑ፣ ጸሎት ዘድልዮ ጉዕዞ ምዃኑ፣ ንቕሓት ዘድልዮ ጉዕዞ ምዃኑ ከዘክረኩም ደስ ዝብለኒ። እዚ ኩሉ እንገብሮ ንዓና ጥቕሚ፣ ኣብ ክርስትናዊ ሕይወት፣ ኣብ ክርስትናዊ ጉዕዞ ካብቶም ዝደቐቑ ስጋዕቶም ዝዓበዩ እንገብሮም ኩሎም ንጥፈታት ንረብሓና ምዃኑ ከዘክረኩም እደሊ። ምናልባት ብዙሕ ግዜ ንኣምላኽ ኢለ እየ ድብል መሸቀጢ ቃል ንጥቀም ኢና። የግዳስ እቲ ሓቂ እዚ እዩ፣ እንተ ተቐደስኩ ንዓይ ኪጥዕመኒ፣ ብጽድቂ እንተ ነበርኩ ንዓይ ኪጥዕመኒ፣ እንተ መጽወትኩ፣ ብኣስራተይ እሙን እንተ ዀንኩ ንዓይ ኪጥዕመኒ፣ ብኣገልግሎተይ እሙን እንተ ዀንኩ ንዓይ ኪጥዕመኒ። ጐይታ ይባረኽ። ኣብ ምድርን ኣብ ሰማይን ዓስቢ ደውብ መለኮታዊ ናብራ ምንባር ሃለሉያ ኣብ ክርስትና እዩ። ጐይታ ይባረኽ። ነዚ ጕዕዞ እዚ ዘይትፈልጡ ኣሓት ወይ ኣሕዋት፣ መተዓቢቲ ደቂ ጓል ህዝበይ እንተሊኹም ግን እዚ መንገዲ እዚ ኣዝዩ ዘዋጽእ መንገዲ ምዃኑ በዚ ኣጋጣሚ እዚ ክነግረኩም ደስ ዝብለኒ። እዚ ጉዕዞ እዚ ዝጅመር ግን በቲ እንኮ መድሓንን ዝኾነ ጎይታናን መድሓኒናን የሱስ ክርስቶስ ርእስኻ ኣሕሊፍካ ብምሃብ እዩ። ስለዚ ነዚ ጐይታ እዚ ዘይትፈልጥዎ፣ ንየሱስ ክርስቶስ ናይ ግሊ መድሓኒኹም ጌርኩም ዘይተቐበልኩም፣ ኣብ ፌስቡክ እትከታተሉኒ ኣሓት ኣሕዋት እንተድኣ ሃሊኹም፣ እዛ መዓልቲ እዚኣ መዓልትኹም ምዃና ከዘክረኩም እደሊ። ኣጋጣሚ ኰንኩምን ሕልፍ ክትብሉ ስክሮል ትገብርዎ ዘለኹም፣ መድሓኒ የሱስ ምዃኑ ክነግረኩም እደሊ። ብዘይክኡ ክንድሕነሉ ዝግባእ ካልእ ስም ኣብ ትሕቲ ሰማይ ንደቂ ሰባት ኣይተዋህበን እሞ፣ ምን ሓንጐቸ ብኻልእ የልቦን ኢሉ። እቲ እንኮ መድሓኒ የሱስ በዓል ናዝሬት እቲ ካብ ሰማያ ሰማያት ዝወረደ ካብ ቅድስት ድንግል ማርያም እተወለደ ኣክንዳይን ኣክንዳኻትኩምን ድማ ሓዲግ ሰማይ ሓዲግ ምድሪ እተንጠልጠለ ፍቕሩ ብቓላቱ ደይኮነ ብግብሩ ዝገለጸ ወዲ ኣምላኽ ዕርቃኑ ዕርቃኑ ሓዲግ ሰማይ ሓዲግ ምድሪ እተንጠልጠለ እዚ መድሓኒ እዚ እዚ ኣፍቃሪ እዚ ሎምዓልቲ ንልብኻ ክገዝእ ዓድሞ ታሪኽካ ክልወጽ ሰላምካ ክበዝሕ ዕረፍትኻ ክበዝሕ ነዚ ጉዕዞ እዚ ኣሚንካ መጢንካ ቆጺርካ እንተ ኣቲኻዮ ዋው ዘይትጣዓሰላ ናይ ዘለኣለም መንገዲ ኣብ ምድሪ ኣብ ሰማይ ዘይጣዕስ ጉዕዞ እንተ ሃልዩ ንየሱስ ክርስቶስ ምስዓብ እዩ ክብሪ ንጎይታ ኦ ሃሌሉያ ሰይ ሃሌሉያ ኣሜን ጎይታ ይባርኽ ጦም የሱስ እሺ፣ እግዚኣብሔር ይመስገን። ደሓር እንታይ ኢና ኢልና ተጠንቀቁ ድብል ርኢና። ጎይታ ይባረኽ። ፕራይዝ ዘ ሎርድ። ተጠንቀቁ ማለት እንታይ ማለት እዩ ኢልና እግዚኣብሔር ይመስገን። ኣብ ግሪክ ኢብራይስ ተዘይበልኩ ትርጉሙ ጥራሕ ክነግረኩም። ተጠንቀቀ ማለ ረኣየ፣ ቀው ኢሉ ጠመተ፣ ካብ ርሑቅ ጠመተ፣ ተመልከተ ተዓዘበ፣ ተገንዘበ፣ ኣማዕደወ፣ ተቋመተ፣ ተጠንቂቁ፣ ኣቅለበ ድብል ትርጉም ኣለዎ። ኣምላኽ ይባረኽ። ኣስተብሃለ፣ ኣስተውዓለ፣ ብኸመይ ከምዝጥንቀቅ ተመልከተ፣ ኣነጻጸረ፣ ኣመዓራረየ፣ ክርኢ ከኣለ፣ ዝርኢ ኮነ፣ ብተመክሮ ፈለጠ፣ ረኸበ ድብሉ ትርጉም ኣለዎ። እቶም እትጽሕፉ ወይ ድማ ምጽሓፍ ብዙሕ ኣየድልየኩምን ይኸውን ምኽንያቱ እንድሕር ደኣ ደጊምኩም ክትርእይዎ ክኢልኩም ጽብቕ እዩ እግዚኣብሔር ይመስገን ግዜ ስለ ደይብለይ ነቲ ትርጉም በብሓደ ከዶ ይክእልን እየ ጎይታ ይባረኽ ስለዚ ካብ ምንታይ ኢና ንጽንቅቕ ድብል ኣይደግሞን እየ ብዙሕ ብዙሕ ነጥብታት ርኢና ነርና መጽሓፍ ቅዱስና ካብ እትሰምዕዎን እትርእይዎን ተጠንቀቕ ኢሎም ካብ እትሰምዖን ትርእዮን ተጠንቀቕ ንምንታይ እትሰምዖን እትርእዮን ንህይወትካ ድቕልስ ካብቲ ኣምላኽ ኮነ ጸላኢ ዝጥቀመሉ መሳርሒ እዩ። ምስ ኣተወ ኣብ ውሽጥና ዝሰርሖ ስራሕ ኣሎ። ስለዚ ብእንርእዮ ብእንሰምዖ ንጠንቀቕ። ብፍላይ ዘለናዮ ዘመን ናይ ሚድያ ዘመን ስለ ዝኾነ ምሉእ መዓልቲ ዝረእን ዝስማዕን ኣሎ። እኳ ደኣ ኣነ ብዙሕ ይስከፍ ዋላ ስለ ደቅና ክሓስብ እንከለኹ። ብደይ ዝረእን ብደይ ዝስማዕን ኮፍ ክብሉ ዘይክእሉ ህጻናት ኣለውና፣ ደቂ ኣለውና። ትዌንቲ ፎር ሰቨን ክሰምዑን ክሪኡን ዝደልዩ በይንኻ ምዃን ጽምዋ ዘይፈልጡ ክጽምዎም ዘይደልዩ ዓቕሎም ድጸቦም ስለዚ ሎምዓልቲ በዚ ጋጣሚ እዚ ንደቅና እድሪኡዎን ድሰምዕዎን ክንመርጸሎም ሓላፍነት ኣለና ምኽንያቱ ምስ ኣተው ኣብ ውሽጦም ከተውጾ ከቢድ እዩ ብጣዕሚ ከቢድ ኣሜን ምክንያቱ ኣነ ሶፍትዌር እየ ድብሎ እንሪኦን ንሰምዖን ምስ ኣካላትና ዝወሃድ ሶፍትዌር እዩ ቫይረስ ኣሎ ሎሚ ልክዕ ሞባይልካ ክትከፍሎ እንከለኻ ቀዳም ቡቡቡ ኢሉ ዝመፅእ ቫይረሳት እዩ ስለዚ ብእንሪኦን ብንሰምዖን ክንጥንቀቕ ዋ ብፍላይ ኣብዚ ናይ ሜድያ ዘመን ቨሪ ኢምፖርታንት ቨሪ ኢምፖርታንት ኣነ ንበዓለይ ሓደ ሓደ ግዜ ሞባይል ሓደ ነገር ደልየ ምስ ኣተኹ በቃ ከምዚ ውሕጅ ወስደኒ በቃ ክሳዕ ከም ዝብለ ኣሎ ኦነስተሊ ክእመነልኩም እንታይ ደልየ እየ ሞባይል ከፊተ ነይረ ስጋዕ ትብል ኣሚን ኩሉኻትኩም እኳ ተዘይበልኩ ብዙሓት ግን ከምኹም ትኾኑ ይርዳእኒ እዩ ስለዚ ብእንሰምዖን ሪኦን ክንጥንቀቕ ፅቡቕ እዩ ከምኡ ድማ ካብ ሓሶት መሃራን ካብ ሓሰውቲ ነቢያት ተጠንቀቑ ይብል ናይ እግዚኣብሔር ቃል ስለዚ ኩሉ ክንበየልካ ይፍቀደሉ ገለ ትምኒቱ ክነግረካ ይኽእል ገለ ውድቀትካ ክነግረካ ይኽእል ስለዚ ቢኬርፉል ዘመንና ኩሉ ዝንበየሉ ደሎ ዘመን ስለ ዝኾነ በዚ እውን ብጣዕሚ ጥንቃቄ የድሊ ተጠንቅቕ ኢሉ ናይ እግዚኣብሔር ቃል ከምኡ ድማ ምህሮ ሎሚ ቁፅሪ ዘይብሉ ምህሮታት እዩ ዘሎ ዝደለኻዮ መምህር ኣብ ሞባይልካ ኣብ ላፕቶፕ ካብ ተለቪዥንካ ተምጽኣሉ ትኽእል ዘመን ኢና ደለና ስለዚ ካብ ማንም ግዜ ንላዕሊ ተጠንቂቅና ክንነብረሉ ዝግባእ ዘመንን ግዜን እንተ ሃልዩ መዓስ እዩ ዳኣልኩምኒ እዚ ደለናዮ ዘመን እዩ ስለዚ be careful ብእትሰምዕዎ ብትርእይዎ ተጠንቀቁ ከምኡ ድማ ካብ ትምህርትን ካብ ነብያትን ተጠንቀቁ ኢሉ ናይ እግዚኣብሔር ቃል ካብኡ ካብ ሃይማኖትን ስርዓትን ተጠንቀቁ ክርስትና ሃይማኖት ይቕየር እዩ፣ ስርዓት ይቕየር እዩ፣ ብዙሓት ድማ ቀይሮሞ እዮም። ብጣዕሚ ብዘሕዝን መንገዲ እኳ ደኣ ጸላኢ ካብቲ ቀንዲ ክጥቀመሉ ዝደሊ ናይ ሃይማኖት መንፈስ እዩ። ብጣዕሚ ጨካን ኣረሜን ዝኾነ መንፈስ ሰብ ብስም ኣምላኽ ኢሉ ዘይገብሮ የለን። ኣብ መጽሓፍ ቅዱስና ብሉይ ኪዳን እንተ ደኣ ኬድኩም ብስም ሃይማኖት ዘይተገብረ ወይ ድማ ብስም ብስም ብስም ኣምላኽ ዘይተሸቀጠ ነገር የለን። ኤዛቤል እኳ እታ ፍልጥቲ ዊችክራፍት ኣብ መጽሓፍ ቅዱስና ንረኽባ እንተ ኣብ ቀዳማይ ነገስት ምዕራፍ ዕስራን ሓደን ኣንቢብኩሞ ንናቦት እዝራኤላዊ በቃ ክቅተል ዝገበረቶ ብሽም ኣምላኽ እዩ ኩሉ ባላ እስጢፋኖስ ኣብ ሓድሽ ኪዳን ብሽም ኣምላኽ እንዲ ተቀጥቂጡ ጎይታናን መድሓኒና የሱስ ክርስቶስ ብሽም ኣምላኽ እኮ እዩ ብኣምላኽ እንቀንእ ኢና ድብሉ ሰባት እኮ እዩ ተሰቂሉ ስለዚ ሃይማኖት ጨካን ኣረሜን ክፉእ ስለ ድኾነ ሓደ ሓደ ግዜ ክርስትና ሃይማኖት ይቕየር እዩ። ሰዓብ ሰዓቢ ኩርስቶስ ምዃን ገዲፍካ ከይተረዳእካ ሰዓቢ ሃይማኖት ሰዓቢ ስርዓት ስትኸውን ሰዓቢ ረሊጅን ሪጅን ማለት እንደገና ሪጅም ማለት እንደገና ሓደ ነገር እናገበርካ እናገበርካ እናደገምካ ምንባር ማለት እዩ። ስለዚ ካብ ሃይማኖት ክትጥንቀቕ Be careful ብዙሕ ብስም ሃይማኖት ዝግበር ዘሕዝን ዘሕዝን መግደር ኣሎ ሓደ ናይ ኣምላኽ ሰብ ክዛረብ እንከሎ ካብ ዓለምን ሃይማኖት ወይ ድማ ረሊጅን ተጠፍእ ከመይ ሰላም ምሃለወ ኢሉ ገለ ስብ ብስም ብስም ብስም ክርስትና ክንደይ ህዝቢ ይደህልቕ ብስም ምስልምና ክንደይ ህዝቢ ይደህልቕ ብስም ቡዲስት ኔሚት ብሽም ሃይማኖት ኣብ ምድርና ዝግበሩ ውግኣት ኣብ ምድርና ዝግበሩ ዓመፅን ቅትለትን ኣምበሊቨብል ኣነ ብዙሕ ዶኩሜንታሪ ርእየ ናይ ካትሊክ ዶኩሜንታሪ ሓደ ግዜ ርእየ ነይረ ማይ ጉድነስ ኣብ ኢሮብ ዝተፈጸመ ብሽም ኣምላክ ዝተፈጸመ ግፍዒ ብጣዕሚ ዘሕዝን ሰብ ብሂወቱ እንከሎ ኣብ ውዑይ ዘይቲ ጠብስዎ ነይሮም ቆርቦቱ ቀልዎ ቀጥርዎ ነይሮም ብሽም ሃይማኖት መጽሓፍ ቁዱስ ከንብብ ኣይፍቀዶን፣ እንተ ደኣኒ ካብቶም ጳጳሳት ዝበልዎ ሕግን ስርዓትን ወጺኡ ግን ኣብ ቅድሚ ህዝቢ ኣብ መስቀል ይሰቕልዎም ነይሮም፣ ኣብ ቅድሚ ህዝቢ ኣብ ውዑይ ዘይቲ ይጠብስዎም ነይሮም፣ ኣብ ቅድሚ ህዝቢ ኣኪቦም ቆርበቶም ይገፍፍዎም ነይሮም፣ ብስም መን? ብስም ሃይማኖት። ክሬሶደርስ ዝበሃል ምናልባት ኣብ መበል ዓሰርተ ክልተ ክፍለ ዘመን እንተ ርኢኹም ንየሩሳሌም ሓራ ከነውጽኣ ኢና ብዝብል ሃይማኖታዊ ግድል ቁጽሪ ዘይብሉ ህዝቢ ሃሊቑ፣ ሓንሳእ ቨርጅን ዝኾና ደቂ ኣንስትዮ ጥራሕ ይለኣኻ ተባሂሉ ሓደ ወራር፣ ብዙሕ ወራር እዩ ተገይሩ፣ ልዕሊ ዓሰርተ ክልተ ወራራት ተገይሩ፣ ን ካብ ምስልምና ን የሩሳሌም ሓዳ ንምውጻእ ማለት እዩ፣ ድሕሪ ድኣ ቸርች ሂስትሪ ኣንቢብኩሞ ትረኽብዎ ኢኹም። I mean ቁጽሪ ዘይብለን ቨርጅንስ፣ ሓደ መነኩሴ ተሲኡ ናይ ካቶሊክ መነኩሴ እግዚኣብሄር ተገሊጽለይ ቨርጅን ጥራሕ ተድኣ ከይደን በቃ ን የሩሳሌም ሓዳ ከውጽኣን እዩ፣ ቁጽሪ ዘይብለን ኣብ መንገዲ ሃልቃ ህጻናት ጥራሕ ሓደ ከኣ ተሲኡካ ህጻናት ጥራሕ ከይዶም በቃ ይቃለሱ ህጻናት ክንደይ ህጻናት ሃሊቆም ስለዚ ብስም ሃይማኖት ዝግበር ሸቀጥ ብዙሕ እዩ ስለዚ መጽሓፍ ቅዱስ ካብ ማይ ብሒቁ ፈሪሳውያን ተጠንቀቁ ኢሉ ስለዚ ክንጥንቀቀሉ ዝግባኣና ካብ ፍቅሪ ገንዘብ ተጠንቀቁ ግዜ የብለይን ብክርስቶስ ሃብታማት ኢና ንክንህብትም ኢልና ኣይንጓዓዝን ኢና ክርስትና ካብ ምዃን ዝጅመር ጉዕዞ እምበር ንምዃን ንጓዓዞ ጉዕዞ ኣይኮነን እግዚኣብሔር ይመስገን ከምኡ ድማ ንድኹማት ክንሪኦም ስለ ድኹማት ክንጥንቀቅ መጽሓፍ ቅዱስ ይነግረና ንሽጉራት ንድኹማት ብዙሕ መጽሓፍ ቅዱስ ካብ እኩያት ዓያይቲ ካብ ምቁርራጽ ተጠንቀቁ ይብል ብዙሕ እኩይ ዓያይ ኣሎ ብስም ኣምላኽ ድሽቅ ኣሜን ነቢይ ብዝብል ሽም ዝሽቅጥ ፓስተር ብዝብል ሽም ዝሽቅጥ ሃዋርያ እየ ብዝብል ሽም ዝሽቅጥ ሃዋርያ ጳውሎስ ከምኡ ኢሎም በቃ ሃዋርያት ሰይጣን እዮም ኢሎም ሰይጣን ከማን ርእሱሲ መልኣኽ ብርሃን ተገበረሲ ንሕና ግና ንፈልጦ ኢና ኢሉ ስለዚ ብሽም መዓርግ ዝሽቅጥ ቁፅሪ ዘይብሉ ኣሎ ዘመኑ ኮፉእ ስለ ዝኾነ ተጠንቀቑ ኢሉ ናይ እግዚኣብሔር ቃል ተጠንቀቑ የሱስ ጎይታ እዩ ድሓረ ዲፕ ዲፕ ዝረኣናየ ግን ካብ ዲያብሎስ ተጠንቀቑ ኢሉ መፅሓፍ ቅዱስ እቲ መጻርርትኹም ዝውሕጦ ደልዩ ከም ዝጓዝም ኣንበሳ ኮይኑ ይዘውር ኣሎ እሞ ተጠንቀቁ ንቕሑ ኢሉ። እዚ ዲተይል ኣትየ ስለ ተዛረብኩ ይደግሞኒ ኣምላኽ ይመስገን ንሕና ንነብረሉ ዓለምን ጸይጣን ዝነብረሉ ዓለምን ነንበይኑ እዩ ጎይታናን መድሓኒናን የሱስ ክርስቶስ ኣብ ቀውለሴ ክዛረብ ከሎ ሓደ ዓሰርተ ሰለስተ ካብ መንግስቲ ሰይጣን ናብ መንግስቲ ፍቁር ወዱ ኣግዓዘና ኢሉ እግዚኣብሄር ይባረኽ ምዕራፍ ዕስራን ሽዱሽተን ፍቅዲ ዓሰርተ ሸሞንተ ተንቢብኩሞ ግብረ ሃዋርያት ድማ ው ሃለሉያ ካብ ስራይ ካብ ፀልማት ናብ ብርሃን ተረዲኡ ካብ መንግስቲ ሰይጣን ናብ መንግስቲ ፍቅር ወዲ ኣምላኽ ኣሜን ካብ ማእሰርቲ ናብ ምፍታሕ ኣሜን ክመፁ ኣዒንቶም ክትከፍተሎም እልእኸካ ኣለኹ ኢልዎም ሃዋርያ ንሃዋርያ ጳውሎስ ጎይታናን መድሓኒ የሱስ ክርስቶስ ኣብ ምዕራፍ ትሽዓተ ግብሪ ሃዋርያት ምስ ተገልጸሉ ስለዚ ንሕና ካብ መንግስቲ ሰይጣን ወፂና ኣብ መንግስቲ ወዲ ኣምላኽ ኣብ መንግስቲ ፍቁር ወዱ እንነብር ደለና ኣብዚ እንነብሮ ደለና መንግስቲ ሰይጣን የለን ኣብዚ ዓለም እዚኣ ዓለም ዓለም ድብል ብዙሕ ትርጉም እዩ ደለዎ ግን ንግረ መንገደይ ክብለኩም ዝደሊ ኣብዚ ኮስመስ ሰይጣን ዝገዝኦ ዓለም ክኸውን እንከሎ ካልእ ግን ናይ ክርስቶስ ዓለም ኣላ መጽሓፍ ቅዱስ ምዕራፍ 17 ዶ ኣንቢብኩሞ ዮሃንስ ወንጌል እንታይ ድብለና ኣብዛ ዓለም እዚኣ ክተውጽኦም ኣይኮነን እንታይ ደኣ ኢሉ ካብዛ ዓለም እዚኣ ክተውጽኦም ደይኮነ እንታይ ኣብዛ ዓለም እዚኣ እንከለው ካብ ክፉእ ክትሕልዎም ኢሉ እግዚኣብሔር ይባረክ ጎይታና መድሓኒና የሱስ ክርስቶስ ዝጸለየ ጸሎት ይስማዕ ክትከናኸኖምን ክትሕልዎምን ድብል ቃል ኣሎ ሰይጣን ዝረኽበና ኣብ ቦትኡ ምስ እንኸይድ እዩ እኳ ደኣ ሽዑ እንታይ ኢለኩም ነይረ ዋተር ሃቢታት ላንድ ሃቢታት ን ኣምፊቢያንስ ኢለ ተዛጊረኩም ነይረ ኣምፊብያንስ ኣይንኹን ኣብ ክልተ ቦታ ኣይንንበር ብኽልተ እግርና ኣይንሓንክስ ጸላኢ ዝረኽበና ብኽልተ እግርና ክንሕንክስ ከለና እዩ ኣብ መንግስቱ ሓንሳእ ሓንሳእ መንግስትና ክነግረኩም ሰይጣን ኣይረኽበካን እዩ ሰይጣን ሓንቲ መሳርሒት ኣላቶ ተረዲኹም ዘለኹም ናብ ዓለምና ክሰዳድ ይኽእል ንሳ ድማ ሓሶት እያ ወይ ድማ መትላለያ ሓሳብ እናሰደደ ከታልል ይኽእል እዩ ስለዚ ኣሕዋተይ ኣብ ናይ ጸላኢ ቦታ ካይትርከብ ተጠንቀቕ መጽሓፍ ቅዱስ ሓንቲ ጥቕሲ ደስ ትብለኒ ኣላ ኣብ ምዕራፍ ዓሰርተ ክልተ ፍቅዲ ሸውዓተ ራእይ ዮሃንስ ኣብ ሰማይ ድማ ዓቢ ውግእ ኮነ ብለና ሚካኤል ምስ መላእክቱ ምስቲ ገበልን መላእክቱን ተዋግኡ ብለና ሚካኤልን ሊቀ መላእክቲ ሚካኤል ድማ ንሰይጣንን ንጭፍርኡን እንታይ ገበሮም ብለና ሰዓሮም ብድሕሪኡ ቦትኦም ኣብ ሰማይ ኣይተረኽበን ናብ ምድሪ ተደርበ ኢሉ ናብ ምድሪ ተደርበ ይብል እግዚኣብሔር ይባረኽ ከምዚ ኢሉ ሽዑ እቲ ለይትን መዓልትን ነሕዋትና ዝኸሶም ዝነበረ ከሳስ ኣሕዋትና ተደርብዪ እሞ ይብል ሃሌሉያ ውው ተደርብዩ ካበይ ካብ ሰማይ ናብ ምድሪ ተደርብዩ ስለዚ ከዓ የሱስ ክርስቶስ እንሆ ኢሉ ሃሌሉያ ሰይጣን ከም መብረቅ ካብ ሰማይ ክወድእ ከሎ ረኢኽዎ ኢሉ ስለዚ ሰይጣን ናብ ምድሪ ክድረበ ከሎ ንሕና ድማ ንሰማይ ከድና ድሕሪኡ ስፍርኡ ኣብኡ ኣይተረኽበን እዩ ዝብል ግን እንታይ ትብል ኣለዎ ቃል መሲልኩም ኣቱም ኣብ ምድሪ እትነብሩ ዘሎ ግና ወይልኹም ኢሉ። ኣብ ምድሪ ማለት ኣብ ናቱ ዓለም እትነብሩ ደለኹም ግን ወይልኹም፣ ሓጺር ግዜ ከም ዘለዎ ፈሊጡ ብቑጥዓ ተንሲኡ ኣሎ ኢሉ። ኣምላኽ ይባረኽ። ግን ከምዚ ድብል ኣብ ሰማይ ግን ሓደ ዓቢ ድምጺ መጺኡ። ድሕር ሕጂ ግዝኣትን ስልጣንን ምልክን ናይቲ ቅቡእ እዩ ክብል ከሎ ሰማዕክዎ ኢሉ ናይ እግዚኣብሄር ቃል። ሃለሉያ ሰማይ እዚ ድእውጅ ሃለሉያ ሰማየ ሰማያት ናይ እግዚኣብሄር እዩ ሃለሉያ። ኣሜን ምድሪ ብርግጽ ንሕና ክንገዝኦ እተዋህበና እዩ ግን ሰይጣን ኣብ ዓለምና ኣይርከብን እዩ ክንጥንቀቆ ዝግባኣና ግን ናብ ዓለሙ ከይንኸይን ኢልና ነርና ጎይታ ይባረኽ ሃሌሉያ ጎይታ ይመስገን ሓንቲ እንግሊሽ ጥቕሲ ከንብበልኩም ደስ ትብለኒ ምስዚኣ ተተሓዝማት እዩ ቀዳማይ ጴጥሮስ ሓሙሽተ ሸሞንተ እንታይ ኢሉ ኣምፕሊፋይድ ቢ ሶበር እብል ኣብ ካልእ ተንቢርኩም ከኣ ቢ ሶበር ኤን ቪጅላንት ይብል ቢ ሶበር ኤን ቪጅላንት እንታይ ማለት እዩ ሶበር ማለት ዌል ባላንስድ ን ሰልፍ ዲስፕሊንድ ላይፍ ኣለኹም ዌል ባላንስድ ዝኾነ ክርስትና ከምኡ ድማ ዲስፕሊንድ ዝኾነ ክርስትና ይሃልኹም ኢሉ እንታይ ቀፂሉ ቢ ኣለርት ን ኮንሽስ

ንሕና ድማ ጸላኢ ከም ዘለዎ ሰብ ተጠንቂቕና ክንነብር ናይ እግዚኣብሔር ቃል እምዕደና እመኽረና። እግዚኣብሔር ይመስገን። ካልኣይ እንሪኦ ንቕሑ ድብል እዩ። ንቕሑ ንቕሑ ንቕሑ እቲስ ኣን ኢምፕሬማቲቭ ሩት ዘለዎ ቃል ኮይኑ ትርጉም ንቕሑ ማለት ግን እንታይ ማለት እዩ እንተ ኢልና ሃሌሊክያ ከምዚ ይብል ሃሌሉያ ንቕሑ ማለት ኣብቲ መንፈሳዊ ዓለም ሰንስ ግበሩ ማለት እዩ። ብርግጽ ምንቃሕ ክልተ ትርጉም እዩ ደለዎ ዓበይቲ ትርጉም ሓደ ብስጋ ምንቃሕ ካልኣይ ድማ ብመንፈስ ምንቃሕ ማለት እዩ ክፉት እዒንቲ ምህላው ማለት እዩ ካልእ ትርጉሙ እንታይ ዳልኩምኒ በቃ ካብ ካብ ዝደቀስካሉ ምትንሳእ ማለት እዩ ብቕንኣት ምትሳእ ማለት እዩ እግዚኣብሔር ይባረኽ ሃሌ ሉያ ተለዓለ ነቐሐ ንሓገዝ ተንሰኤ ማለት እዩ ተንሰኤ ተበራበረ ካብ ድቃስ ተንሰኤ ብለይቲ ተንሰኤ ተበገሰ ነጠፈ ተላዕለ ጽኑዕ ኣትኩሮ ገበረ ነቒሑ ሓለወ ዝብል ትርጉም ኣለዎ ጥንቁቕ ኮነ ንጡፍ ንቑሕ ኮነ ኣብ ስራሕ ኣብ ትምህርቲ ኣብ ካልእን ከስምዕ ይኽእል ኣምላኽ ይመስገን ተቋመተ ተቋማታይ ኮነ፣ ተዳለወ፣ ተጠንቀቀ፣ ድልዉ ኮነ፣ ሓላዊ ኮነ ድብል ብዙሕ ትርጉም ኣለዎ። ጎይታ ይባረኽ። ስለዚ የሕዋተይ ንቕሑ ክብል ከሎ መጽሓፍ ቅዱስ ብርግጽ ብስጋ ክንነቅሕ ንኽእል ኢና። ግን ኣብዚ መጽሓፍ ቅዱስና ዝዛረቦ ዘሎ ግን ብመንፈስ ምንቃሕ እዩ። ክንደየንት ኢና ብመንፈስ እንነቅሕ? ኢነ ሰንስ ብመንፈስ ምንቃሕ ማለት ብዙሕ ሰብ ዝርድኦ ከምዚ እዩ በቃ ብስጋ ነቂሕኻ ምጽላይ ኦከይ እዚ ሓደ ቀዳማይ ስቴፕ ክኸውን እንከሎ ግን መጽሓፍ ቅዱስና ንቑሕ ምዃን ድብል ደሎ ኣብቲ መንፈሳዊ ዓለም እንታይ ይኸውን ኣሎ ኣብ ቤተሰብካ እንታይ ይኸውን ኣሎ ኣብ ህይወትካ እንታይ ይኸውን ኣሎ ኣብ መነባብሮኻ እንታይ ይኸውን ኣሎ ኣብ ማሕበርካ ኣብ ሃገርካ እንታይ ይኸውን ኣሎ ንቑሕ ምዃን ማለት ኣብቲ መንፈሳዊ ዓለም ምቕናይ ማለት እዩ። ብስጋ ንቑሕ ምዃን ጽቡቕ እኳ እንተኾነ፣ ምኽንያቱ ነቲ መንፈሳዊ ንቕሓት ስለ ዝሕግዘና፣ ብጸሎት ምንቃሕ ጽቡቕ እኳ እንተኾነ ግን ክንኡ ናይ እግዚኣብሄር ቃል ዝነግረና ዘሎ በቃ ምናልባት ጸሊና ጸሊና ካይነቓሓና ክንከይድ ንኽእል ኢና ግን ኣትኩሮ ዘለዎ ህይወት ንቕሓት ዘለዎ ህይወት ክንነብር ግን ናይ እግዚኣብሄር ቃል ነግረና። ስለዚ ኣሕዋተይ ንቑሕ ህይወት ይሃልወና። ኣብ ዙርያና እንታይ ይኸውን ኣሎ? ጸላኢ እንታይ ክገብር እዩ ዝደሊ ዘሎ? መጽሓፍ ቅዱስ ኣብ ማቴዎስ 24 ፍቕዲ ርባዕን ክልተ እንታይ ኢሉ? ስለዚ ጎይታኹም በየነይቲ ሰዓት ከም ዝመጽእ ኣይትፈልጡን ኢኹም እሞ ንቑሑ። ካብ ድቃስ ትስኡ ማለት ኣይኮነን። ደቂስኩም ኣይትጽንሑ፣ ብለይቲ ክመጽእ ከሎ ደው ኢልኩም ጽንሑ ማለት ኣይኮነን። እግዚኣብሄር ቃል ዝብለና ዘሎ ብመንፈስ ዝነቕሓኹም ኩኑ እዩ ዝብለና ዋላ መፅሓፍና መፅሓፍ ቅዱስና ማለት እዩ ጥቀመሉ ኣብነታት ተዳሪኢኹሞ ብዛዕባ ተንደናግል ብዛዕባ እቲ ምዕራፍ ዕስራን ሓሙሽተን ማለት እዩ። ማቴዎስ ብዛዕባ እቲ ድዕይ ዕዮ ሂብዎም ወይ መክሊት ሂብዎም ድክደ ደዛረቦ ደሎ ጎይታናን መድኃኒን ኢየሱስ ክርስቶስ ብመንፈስ ክንነቅሕ ብዙሕ ሰብ ይጽሊ የሕዋተይ ደስ ብለኒ ምጽላይና ብዙሕ ሰብ ብስጋ ይነቅሕ እዩ ደስ ብለኒ ብስጋ ዘይነቅሕ እውን ብዙሕ ኣሎ እንዲዩ ብርግጽ እና ጽቡቕ እዩ ግን ቀዳማይ ስቴብ እዩ ናይ እግዚኣብሄር ቃል ዝነግረና ደሎ ብመንፈስ ንቑሓት ክንከውን እዩ we need to be alert ኣነ ገለ ሰባት ደስ ዝብሉኒ ደቂሶም ከለዉ እንከላይ ዝነቑሑ ኣለዉ ብስጋ ደቂሶም እንከለዉ ዝነቑሑ ሰባት ኣለዉ የቕንኡኒ በቃ ደቂስካ ከለኻ ፀላኢ እንታይ ይገብር ኣሎ ኣነ እውን ብርግፅ ሓደ ሓደ ግዜ ከምኡ ነቂሕ ኩሉ ግዜ ክኾነለይ ግን ደስ ዝብለኒ ኣሜን በቃ ዝኾነ ነገር ይኸውን ከም ደሎ ተረዲእኒ ካብ መደቀስየይ ተሲእ ድጽልየሉ ግዜ ኣሎ ሓንቲ ሓፍቲ ግን ብጣዕሚ ኣብ ድገረም ድገርም ምስክርነት መስኪራትለይ ኣብ ግብጺ ከለና ማለት እዩ ሓንቲ ብርክቲ ሓፍቲኣ ድመጻ ኣጋይሽ ተቐቢላ ኣብ ቤታ ተስተናግደን ነይራ። ስራሕ ትደልየለን፣ በብዙሕ ነገር እትሕግዘን ሓፍቲ እያ። ጐይታ ይባርካ። ስለያ ንኣምላኽ ክብሪ ይህቦ። እና እዛ ሓፍቲ እዚኣ ሓደ ግዜ ተሌፎን ደዊሎም ከምዚ ዝኣመሰለት ቤተሰብ ትመጽእ ኣላስ በጃኺ ተቐበልያ ኢሎማ። እሳ ድማ ደስ ኢልዋ እያ ትገብሮ፣ ሐራይ ኢላ ክትቅበላ ከይዳ ከብ ኤርፖርት ተቀቢላታ ንገዛ ኣምጺኣታ ዓለማዊት እያ እታ ትመጽእ ሰብ ማለት እዩ እስራት ኣለዋ እዛ ሓፍቲ እዚኣ ግን ብመንፈስ ዝነቅሐት ጽቡቅ ናይ ጸሎት ሂወት ዘለዋ ጽቡቅ ሂወት ደለዋ ሓፍቲ እያ ምስ ረኣየታ ዝኮነ ማእሰርቲ ከም ደለዋ ፈሊጣ ግን ጽቡቅ ጌራ ከተስተናግዳ ስለ ደለዋ መጀመርያ ጽቡቅ ጌራ ኣስተናጊዳታ ደሓሬ ምሸት እዩ ኔሩ ተደሪረን ደቂሰን። ናቲ ደቂ ሳሉ ኣብ ሓደ ሩም ነይሩ ማለት እዩ ክልተ መደ ክልተ ዓራት ደለዎ እታ ሓፍቲ በዚ ደቂሳ እታ ጋሻ ድማ በዚ ሓደ ደቂሳ ብለይቲ መንፈስ ተገሊጹ ናይታ ጋሻ እቲኣ ከኣ ንዲብ ድቃስ ደቂሳ ኣላ እና እቲ ጋንን ተገሊጹ እው ይብል እታ ሓፍቲ ከኣ ደቂሳ እያ ደላ እና ድቂሳ ከላ በቃ ኣብ ድቃሰይ ኮይነ ይሪኦ ኢላ ደቂ ሴዲድ ድቃስ የደለኹ ግን ሕልሚ ድዩ ጋህዲ ድዩ ግን ኣይርድኣንን ኢላ ኣብቲ ኣብቲ ኣብቲ ደቂሳ ከላ ብስጋ ነቂሓ ግን በቃ ትግስጾ ብስም የሱስ ተቃጸል ገለ ትብሎ ዘጋንንቲ የእዊ የእዊ ዳሃሪ እቲ ኣውያት እናበርትዐ ምስ ከደ ጨዲርካ ውጻኤ ድብለካ ደሎ ክትብሎ ሰለስተ ግዜ ጨዲሩ ክወጽእ ከሎ ድሓር ምብ ሳልሳይ ጨዲሩ ናውጽእ ከሎ ተጋንንቲ ንሳኻ ካብ ድቃስ ተሲኣ ተሲኣ ካብ ድቃስሲ እንታይ ኮንኪ ትብላ ነታ ነታ ትናገፍ ደላ ማለት እዩ እታ ትናገፍ ደላኻ እንዲዒ እንዲዒ በቃ ዓለማዊት እያ በቃ እንዲዒ ግን ድኮነ ነገር ገዲፍኒ ከይዱ በቃ ብጣዕሚ ደጨንቀኒ ዝነበረ በቃ በቃ ገለመለ ድመስል ገለመለኡ ተሸኪሙ ከይዱ ኢላታ ትርኢ ኣለኹም ብድቃሶም ከለው ብምንቃሕ ብመንፈስ ብምንቃሕ ዘናግፉ ኣሓትን ኣሕዋትን ኣለዉ ማለት እዩ ስለዚ ደዛርበን ደሎ ስጋዊ ምንቃሕ ፅቡቕ እኳ እንተኾነ ግን ቢ ኣለርት ኢን ስፒሪት የሱስ ኣብዚ ዝብሎም ዘሎ ብስጋዊ ድቃስ ኣይኮነን። ዋላ ናይ እግዚኣብሔር ቃል እንታይ ድብል ከም ዝበልኩም ሃሌሉያ ኣብ ራእይ ምዕራፍ 16 ፍቅሪ 15 እንታይ ትብል እንሆ ከም ሰራቂ እመጽእ ኣለኹ ጥራዩ ምእንቲ ከይከይድ ንሕፍረቱ እውን ካይርእይዎ እቲ ዝነቅሕ ክዳን እውን ዝእርንብ ብፁዕ ይብል ስጋዊ ክዳን ኣይኮነን ደዛረቡ ደሎ ናይ ጽድቂ ክዳን ናይ ናብራ ክዳን ራእይ ዮሃንስ ምዕራፍ ዓሰርተ ሽዱሽተ ፍረ ዓሰርተ ሓሙሽተ ማለት እዩ እንሆ ከም ሰራቂ ይመጽእ ኣለኹ ኢሉ መጽሓፍ ቅዱስ ክነግረና እንከሎ ሰራቂ ቤኒ ሰዓት ከም ዝመጽእ እንተ ፈሊጥካ ንቤትካ ትጥንቀቕ ትሕልዋ ግን ቤናይ ሰዓት ከም ዝመጽእ ኣይትፈልያ ስለዚ ኤልወይስ ዎችፉል ትኸውን ማለት እዩ ኣብ ተሰሎንቄ ምዕራፍ ሓሙሽተ ካብ ፍቕዲ ሸሞንተ ከኣ እንታይ ትብል ኣለና? ንሕና ግና ደቂ መዓልቲ ካብ ኰንናስ፣ ድርዒ እምነትን ፍቕርን፣ ነታ ተስፋ ምድሓንውን ከም ቍራዕ ርእሲ ጌርና ተኸዲንና ንጠንቀቕ፣ ንንቃሕ ይብል። Listen፣ ንሕና ግና ደቂ መዓልቲ ካብ ኰንናስ፣ ድርዒ እምነትን ፍቕርን፣ ድርዒ እምነትን ፍቕርን፣ ኣብ ክርስትና እቶም ቀንዲ መሓውር እምነትን ፍቅርን እዮም ግዜ የብለይን ብዚኦም ዲተይል ኣይዛረብንየ ግን ምስ ኣምላኽ ክነብር ከለና we need faith ምስ ኣሕዋት ክንነብር ከለና ከኣ we need love እታ ንኣምላኽ ምፍቃር በሕዋት ምፍቃር እያ ትግለጽ ስለዚ ናብ ኣምላክ ክመጽእ ዝደሊ ድብለና ምዕራፍ ዓሰርተ ሓደ ፍቕዲ ሽዱሽተ እንተ ኣንቢብናዮ እብራውያን ናብ ኣምላክ ክመጽእ ዝደሊ መጀመርያ ንሱ ከም ዘሎን ነቶም ዝደልይዎ ድማ ዓስቢ ከም ዝህቦም ክፈልጥ ይግብኦ ይብል ስለዚ ንቕሓት ዘለዎ ህይወት ኣሜን ኣዌርነስ ዘለዎ ህይወት ክንነብር ፍጹም ፍቓድ ኣምላኽ እዩ ብፍላይ ከዓኒ ብኣካይዳና ብኣነባብራና ክንነቅሕ